መርሓባ የሕዋተይ ኣብዚ ዘለኹሞ ሰላም ክትደልውለይ ተስፋ ይገብር ሕጂ ከዓኒ ኣብዚ ሶሻል ሜድያ ዘጓነፈኒ ከካፍለኩም ይደሊ ማለት እዩ እዚ ከዓ ትምህርቲ ንኩላትና ክኸውን ሓደ ካልኣይ ነገር ከዓ ንክትርድኡኒ ኣብ ኣካይዳይ ኣገዳሲ ይብሎ ማለት እዩ ብሕልፊ ቲኦም ክረኽበኪ ይደሊ ሕቶ ኣለኒ ሓግዝኒ ብውሽጢ ዶ ክንራኽብ ብውሽጢ ደውልለይ ብምንታይ ክራኽበኪ ይኽእል ትብሉኒ ማለት እያ ትምልከት ብዝያዳ ግን እቲኦም ካልኦት ከኣ ከም ተመክሮ ክትሰምዕዎ ትኽእሉ ኢኹም ሻሂኽም ወይ ቡንኩም ሒዝኩም ሓንሳብ ስምዑኒ ዓቕሊ ጌርኩም ናትኩም ሓበሬታ ወይ ናትኩም ርኢቶ ከኣ ኣብ ታሕቲ እንተትጽሕፉለይ ደስ ምስ በለኒ ማለት እዩ ነዚ ጉዳይ እዚ ካብቲ ዝኸበደ ጉዳይ ምስ በልክዎ እዚ ማለት እዩ እቲ ዘጓነፈና ኣብዚ ሶሻል ሜድያ እዚ ከኣ እንታዩ ክልተ ሽሕን ዕስራን ሰለስተን ሓደ ሰንበት እቲኣ ቀዳመይቲ ሰንበት እያ ነይራ ዲሰምበር ዝኾነ ቪድዮ ይርኢ ኣለኹ ኣብ ቲክቶክ ሓደ ናይ ሓደ መንእሰይ ተስፋ ዝቆረፀ ያ እዚኦም ዓዲ ርጉማዶ ኢዶም ይርከቡ እዚ ኩሉ ኣውስቢልዱንግ ጌረ ማላላ ኪራኤ በዓል ምንሽን እየ ዝቅመጥ ሕጂ ግን ወረቀት ርጀክት ኢሎምኒ ክጥርዙኒ እዮም ዶ ወይ ርጀክት ጌሮምኒ ኣብ ሺም ይበሃል ያ ክጥርዙኒ እዮም ማለት እዩ ኢሉ ይጽሕፍ ከምዚ ተስፋ ዝቆረጸ ኣነ ከኣ ብድንጋጸ ኣጆካ ገለገለ ከም ኩሉ ሰብ ጽቡቅ ኮመንት ይሓድገሉ እንድሕር ደሊካ ከኣ ርኸበኒ ይብሎ ማለት እዩ ማለተይስ ሞራል ክህቦ ወይ እቲ ጉዳዩ ከኣ ክሰምዖ እንተ ተስፋ ኣለዎ ከኣ ወይ እንታይ እንታይ እንተገበርካ ይሓይሽ ኢለ ክማኽር ክነግሮ ደልየ ማለት እዩ ብናተይ ወገን እዩ ነይሩ እሱ ኣይሓተተንን ግን ኣጋጣሚ ከኣ መሓዙት ጸኒሕና ኣብቲ ቲክቶክ ማለት እዩ ኣይፈልጠንን ማለት ከዓ ኣይኮነን በቲ ያ መሓዙት ኣብ ቲክቶክ ነርና ማለት እዩ ፎሎው ኢለዮ ፎሎው ኢልኒ ነይሩ ካብቲኦም ፎሎዋ ናተዩ ነይሩ ኣነ ከዓ ከምኡ ፎሎው ኢለዮ ነይረ መቸም እዚ ቲክቶክ ዓለም ናይ ባሕሪ ዓለም እንድዩ መን እዩ ዘጓንፈካ ጥዑይ ድዩ ሕሙም ድዩ ክትፈልጦ ይትኽእልን ኢኻ ከሎ ግና ብፅቡቕ ኢኻ ከዓ ትብገስ ያ ኖርማል እንድሕር ኮንካ መቸም ብውሽጢ ከዓ ይፅሕፈሉ እንድሕር ደሊካ ብወፀብ ርከበኒ ኣጆኻ ኣይት ተስፋ ይተቑረፅ ኩሉ ግዜ መገዲ ኣሎ መፍትሒ ኣሎ ገለ ኢለ ይፅሕፈሉ እዚ ወዲ ከዓ ኣይፀንሐን ሽዑ ሽዑ ይፅሕፈለይ ጽሒፍለይ ሃይ ገለ ኢሉ ጽሒፍለይ እሞ ክድውለልካ ዶ ንኢለዮ መሲኡ እዩ ነይሩ ድሮ እቲ ሰንበት እቲ እቲኣ ቀዳመይቲ ሰንበት ናይ ዲሴምበር 223 እያ ነይራ ኖኖ ክድውለልክ ይክእልኒ እየ ክዛረብ ኣይክእልኒ እየ ደሓን ዲኻ ደኣ እሞ ስለምንታይ ሰብ ኣለዎ መሲልኒ ኖኖ ጽቡቕ እዮ ኣለኹን ካብ ዓርቢ ትሒዘስኒ መስተስ ይሰትይ ኣለኹ ሰብ ከምሳኻ ኣሎ ዶ የለን በይንኻ እወ ካብ ዓርቢ ድሕሪ ስራሕስኒ በይነይ'የ ዘለኹ ኣብዚኣ ገዛ ተዓጽየ ይብለኒ። ዋእ ዝገደደ ኢለ ከኣ እሞ ደውለለይ እንዶ ሓንሳብ ሓንሳብ እስከ ንዛረብ። ኖኖእ ክዛረብ ኣይክእልን'የ ክጽሕፍ ጽሓፍለይ ይብለኒ። ንጸሓሓፍ ግን ወላ ሓደ ማለትስ ኣጆኻ ከምዚ እቲ እንድሕር ኣውስቢልዱንግ ኣለካ ትምህርቲ ኣለካስ ሓደ ኣይገብሩኻን'ዮም ዶ ገለ ኢለ ይጽሕፎ ሞራል ክህቦ ኖኖ ኣነስ ተስፋ ቆሪጸ ዶ ገለ ዶ ገለ ኢሉ ከኣ ይጽሕፈለይ ዋእ ነቦኻ ነዴኻ ንባ ዘክር ኣጆኻ ገለ ኢለ ከኣ ሞራል ይህቦ ብምጽሓፍ ጥራይ ኩሉ ወይ ብቮይስ ሜሴጅ ሕጂ እሱ ከኣ እንታይ ይብለኒ ኣደ የላን ኣቦ የለን ቤነየ ዓሰርተ ዓመት ምስ ኮንኩ ስግረ ዶብ ምስ ሰገርኩ እየ ከርተት ህወተይ ዶ ገለ ዶ በቃ ዘሕዝነካ ጥራይ ይነግረኒ ኣነ ከዓ ሞራል ክህቦ ይፍትን መዝሙር ይሰደሉ እስከ ዝስማዕ እዛ ኣልኮል ክኣ ጠጠው ኣብሎ ሓደገኛ እዩ ሕጂ እንድሕር ካብ ዓርቢ ትሒዝካ ትሰቲ ኣለኻ ሓንሳብ መሊሰ ናብ ታንክሸለ ከይደ መስተ ጥራይ ኣምጽኤ ዶ ገለ ክኣ ኢሉ ጽሕፍለይ ማለት እዩ ኣብ ዝኾን ከምኡ ኣይ ዶንት ኖ ከምኡታት ማለትስ በቃ ዝሕዝን ጥራይ ሽዕኡ ያ መቸም እሞ ደውለለይ እንዶ ኢለዮ ክንደይ ለመና ግን ክድውለለይ ኣይደለየን በቃ እሞ ሕራይ ኢለ ብሩኽ ምሸት ኢለዮ ግን ክሳብ ለይቲ ንፀሓሓፍ ስቁ ኢልና ሂን ኣዞ ማቲስ ያ ኩሉ ኣብቲ ወፅብ ናተይ ኣሎ ክሳብ ሎሚ ባይ ዘ ወይ ሶ ሕጂ ሓዲገዮ ማለት እዩ ሕራይ በል ብሩኽ ለይቲ ኣጆኻ ግን ገለ ይብሎ ንጽብሒቱ ምስ ተሳእኩ ግን ጽቡቕ ኣይደቀስኩን በርከ ኣብ ሓንጎለይ ነይሩ ዝዋእ ክሳብ እንታይ እንተገበርኩ ሓይሽ ኢለስ ከምዚ ጸቕጢ ገይርለይ እቲ ናቱ ኩነታት ኣይ ድቃስ ከማን ብዙሕ ኣይደቀስኩን ዳርጋ ያ ኣይደቀስኩን ክትብሎ ትኽእል ኢኻ ግን ናይ ንኮ ሽዕኡ ብድድ ምስ በልኩ ወትስኤፕ ናቱ እዩ ዝፀንሓኒ እንተ ከፈትክዋ ከዓ ናይ ፖሊስ እዩ ናይ ክራንክንቫግን ናይ ኣምቡላንስ ፂፅፅ ትብል ጥራይ እዚኣ ድኣ እንታይ እያ ናይ ኣምቡላንስ ድያ ወይ ናይ ፖሊስ እያ እቲ ፂፅ ማለት ይፈላለዩ እንድዩ እንታይ ዓይነት እዩ ካብኡ ምስ ሰማዕኹ ሰንቢደ እዋ መፅኦም ንኮ ድም ወሲዶሞ ጠሪዞሞ ድም ናበይ ከጠሪዞሞ ኢለ ተረቢሸ ሽዕኡ ፅሒፈሉ መልሲ ረኸብኩን እቲኣ መልሲ ረኸብኩን ኦንዳን ዝገብሮ ጠፊእኒ ሽዑኡ ናይ ኣምቡላንስ ከም ዝኾነት ግን ተረዲእኒ ኣብ ኢንተርነት ፈትሽ እያ ናይ ኣምቡላንስ ከመይ እያ ትጥዕም ድምፃ ናይ ፖሊስ ከከመይ ኦይ ኣምቡላንስ እዩ መስለኒ ኢለ ቁሩብ ተረጋጊ እንቋዕ ወተሃደር ኣይኮኑ ዝወሰድዎ ግን ኣምቡላንስ ተኣነ እንታይ ደኣ ኮይኑ ወዲቑ ዶ ኮይኑ እዚ ኩሉ መስተ ሰትዩ ገለ ኢለ በቃ ተረቢሸ ንኮ ምድሪ ሶኒ ሕሰብሉ ሕጂ ሰንበት ከዓ ኣይደቀስኩን ኦኬ ሽዕኡ ዓቕለይ ምስ ጸበበኒ ድሕሪ ሰዓት ድየ ገለ በቃ እንታይ ኮይኑ ክኸውን ኢለ በይምንታይ ክረኽቦ እየ ቴሌፎን ምቕባል ኣብኒ ብኩሉ ፈቲነሉ ዳይሬክት ፈቲነ ብወጼፕ ፈቲነ ሱቕሱቕ ምስ በዝሐ ኢለ በቃ ኣብቲ እስከ ኣብ ፌስቡክ ኣብቲ ቲክቶክ ንእሽተይ ቪድዮ ክሰርሐ እሞ ነዚ ወዲ ዝትፈልጥዎስ በጃኹም ባርኸቡኒ ደልየዮ ኣለኹ ኣብ ሓደጋ ወዲቑ ከይኸውን ኢለ ብቲኤን ትግርኛ ናተይ ኣብኡ ቴክስት ጽሒፈ ሽዑ ብቀልጢፎም ከማን ሰባት ኮንታክት ገይሮምና ኣይንፈልጦን ኢና ወይ ገለ ኢሎምኒ ማለት እዩ ተሓንድዩ ገለገለ ኢሎምኒ ቀልጢፎም ሽዑ ከዓ ቀልጢፉ ሓደ ዓርኩ ይድውለለይ ይገርመኩም በቲኣ ቴሌፎን ማለት እዩ ይድውለለይ ሰላም ሓፍተይ እዚኣ ኣብ ቲክቶክ ዝዘርጋሕኽያ ሪኤያ ገለ ገለ ይብለኒ እወ እንታይ መኒኻ እስኻኸ ኣነ ዓርኩ እየ እወ ዓርኩ ከመይ ደኣ ንቴሌፎኑ ምሳኻ ኣላ እወ ኣብ ሆስፒታል ኣትዩ ኣሎ እንታይ እያ ኮይኑ ደኣ ደሓን ድዩ እዋ ኣቲ ሓፍትና በረኪና ሰትዩስ ኣብ ሆስፒታል ኣትዩ ወለከ እንታይ ደኣ ከመይ ማለት እዩ ያ እቲ ጎረቤቱ ረኺብዎ እቲ ማዕጾ ከኣ ጋህ ኣቢልዎ ዓው ኣቢሉ ከኣ መዝሙር ወሊዑስ ነብሱ ጎዲኡ ገለ ይብለኒ እዋይ ዝሰንበድኮ እሞኸ ደሓን ድዩ ከመይ ረዲኦሞዶ እዋ እንታይ እሞ ክንብሎ ኢና ወሲዶሞ ኣለዉ ኣብ ሆስፒታል ኣሎ ክንኣትዎ ኣይፍቀደልናን እዩ ብሃላዋቱ ኣሎ ድዩ የለን ድዩ ኣይፈለጥኩን እንታይ ትብል ኣለኻ እዋይ ኢለ ሰንቢደ ሓዚነ ፈጥፈጥ ኢለ በቃ ኡፍ ትማሊ ከምዚ እንድዩ ነይሩ ጽሒፈሉ ኣብኒ ገለ ኢለ ንዑኡ ከኣ ነጊረዮ ማለት እዩ ንተዓርኩ መን እዩ ዝድውለለይ ዘሎ ከማን ኣይፈልጥን እየ ኤኒወይ ዓርኩ እየ ኢልኒ መቸም ያ እንቋዕ ከዓ እስኻ ምስ ሃልኻ ገለ እወ ብዚ ሆስፒታል ኣለኹ ኣነ ከማን በቃ ፈሪሐ ኣለኹ ገለገለ ይብለኒ መቸም ሕራ ይበል እቲኣ ፅናሕ ሞ እቲኣ ናይ ቲክቶክ ዝለጠፍኳ ከውፃ እቲ ሰብ ከለቕ ከይመስሎ ገለ ኢለ ክምለሰካ ኢለዮ እቲኣ ናይ ቲክቶክ ቪድዮ ዝሰራሕክዋ ኣጥፊኤያ ኣውጽኤያ ነቲኦም ሰባት ዝጸሓፉለይ ከኣ ደሓን ረኺበዮ ኣለኹ ኢለ ጽሒፈሎም እቲኦም ዝመለሱ ማለት እዩ እቲኦም ዝተሸገሩ ሓደ ክልተ እዮም ነይሮም ንዕኦም ከኣ ጽሒፈሎም ማለት እዩ እቲኦም ካልኦት ኮሜንት ዘይሓደጉ ክጽሕፈሎም ኣይክእልን እየ ላይክ ዝሃቡ ጥራይ ሽዑኡ በቃ እዚ ወዲ እንታይ ይብለኒ ያ ብጣዕሚ ጌጋ ጌርኪ ዓቢ ጌጋ ጌርኪ ይብለኒ እንታይ ጌጋኣ ገይረ ያ ክትነግርና ነይርኪ ከመይ ገይረ ክነግረኩም ምስ መን ከም ዝራኸብ ኣበይ ይፈልጦ እዚ ወዲ ኣነ እኳ ብቲክቶክ እየ ዝፈልጦ እንታይ ክብለኩም ንመን ኢለ ክድውል እሞ ሰብ ክትሰድሉ ነይርኪ ናብ ገዝኡ እሞ ገዝኡ ዘይፈልጦ ከመይ ገይረ እሱ ኸ ምስ ደለየ ዶ ቴሌፎን እኳ ምቕባል ኣቢኒ ከመይ ገይሩ ኸ ለይቲ ምድሪ ኣበይ ከም ዝቕመጥ እንታይ ይፈልጥ እሞ ሰብ ክትሰድሉ ነይርኪ ወይ ኣንኳ ሕጂ ከምዚ ኢልኪ ትጽሕፊ ኣብ ቲክቶክ ትማሊ ከምኡ ክትገብሪ ነይርኪ እንታይ እየ ሕጂ ደኣ ኦሮማይ ገለገለ ኢሉ ኣዋርድ የብለን እዚ ወዲ ኣታ ሓወይ ኣነ ንባዕለይ ልዕሊ ዓቕመ እዩ ነይሩ ለይቲ ምድሪ እኳ ነይሩ ሰዓት ዓሰርተ ሓደ ገለ እኳ እዩ እዚ ድሕሪ ክሳብ ሰዓት ክልተ ዲና ገለ ከዓ ተፃሓይፍና ድቃስ ኣብኒ ንባዕሉ ንዓተይ ንዓ ይብሎ ኖኖ እስኺ ክተጋጊኺ ሕጂ ዳኣ እንታይ ይዓብስ ዶ ኦሮማይ ዶ ገለ ዶ ገለ ልዩ በቃ ኣናውጽ የብለኒ ኦኬ እሞ እንታይ ኣነስ ንባዕለይ ተረቢሸ እየ ግን ዝገብሮ ጠፊእኒ ይብሎ ዋይ ዳሕሪ ሕጂ በቃ ቲክቶክ ዝጽሓፉለይ ክቕበል የብለይን ዳሕሪ ሕጂ በቃ ዋይ እንታይ ዓይነት ሓላፍነት እዩ ገለ ኢለ ሓንጎለይ እንታይ እሞ ክብለኩም እየ ኣናውጽ ኣቢሎምኒ ኩሉ ቆጸራ ዝነበረኒ ደምሲስዮ ማለት እዩ። እቲ መዓልቲ ኩሉ በቃ ሓደ ክገብር ኣይከኣልኩን። እበል እስከ ሕተቶም እንድሕር ገለ ሓገዝ ኣድልየካ ምስቲኦም ሓካይም ዘረባ ወይ ዝኾነ ከዓ ንገረኒ፣ ቀጻሊ በጃኻ ኣፍልጠኒ እንታይ ኣበየናይ ኩነታት ኣሎ ገለ ይብሎ። ሕራ ይብለኒ። ሽዕኡ መቸም ኣይትኣምኑንን በቃ ኣብ ቀቁሩብ ማ- እ፣ ሰዓታት ንደዋወል ሕጂ ስራሕ ክኸይድ እየ ናይ ምሸት ክድውለልኪ እየ ድዩ ገለ ከኣ ኢሉኒ መቸም ሰሙን ሙሉእ ኣነ እዚኣ ቪድዮ ከይትነውሓኩም እ፣ በብሓደ ክነግረኩም ኣይክእልን እየ ክንደሻብ ተደዋዊልና ኣብቲኣ ሰሙን ተረዲእኹምኒ እዚ ወዲ ግን እንታይ ይገብር በቃ ሓንሳብ ስእሊ ዶ ክሰደልኪ ሕጂ ስእሊ ክሰደልኪ መታን ክትኣምንኒ እቲ ሻንፎትስ ኩሉ በሰንኪ በረኪና ኣይተለልዮን ኢኪ እውይ ወላ ሓደ ከይትሰድለይ ኣነ ስእሊ ከምኡ እንድሕር ሪኤ መሊሰ ክሓምም እየ ሕጂ ሓሚመ እየ ዘለኩ ይኣክለኒ ይብሎ ይሰደለይ ግን ኣይከፍቶን ከ ኣነ እቲ ስእሊ ኣይከፈትክዎን እንድዒ ገለመለ ይሰደለይ ኣይከፍቶን ብርኪ ከፊት ማለትስ ሓንጎልካ ምትንካፍ እዩ መሊስካ ክሪኦ ይደሊን እየ ይብሎ ግን ይሰደለይ እያ ሓትንኡ ሕጂ ክትመጽኣ ካብ ሎንዶን ሓፍቱ ካብ ዴንማርክ ክትመጽኣ ሆላንድ ዘላ ከኣ ትድውለለይ ኣላ ብጣዕሚ ሓሪቆም ኣለዉ ዶ ገለ ዶ ኢሉ ከኣ መሊሱ ጸቕጢ ይገብረለይ መቸም ሰሙን ሙሉእ ጸጸኒሑ ሓድሽ ነገር ይነግረኒ ሕጂ ሓላዋቱ ተመሊሱ ኣልሶ ካብቲ ኮማ ካብቲ ጠፊእዎ ዝነበረ እቲ ቆልዓ ካብቲ ኢንቴንሲቭ ሽታትሲዮን እዮም እትዮሞ ኣብቲ ከቢድ እንድሕር ሓሚምካ ዝእትውካ ሆስፒታል ፍሉይ ምክንኻን ዘለካ ሕጂ ሃላዋቱ ተመሊሱ ኔሩ ብመዝሙር ዶ መዝሙር ወሊዕናሉ ዶ ገለ ዶ ይብለኒ ጽንሕ ኢሉ ከኣ በቃ ውጹ ኩላትኩም ከልኪሎምና ናብቲ ክንኣቱ ኣብኡ እንታይ ማለት እዩ ሕጂ ከኣ መይቱ ማለት ድዩ ከይዱ ማለት ድዩ ገለ ኢሉ ከኣ መሊሱ እዚኣ ሰሙን ከምኣ ገይሩ የሕልፋ ማለት እዩ ሕጂ ወላ ሓደ ትርጉም የብሉን ክንደይ ሻብ ተደዋውልና ወይ እንታይ እንታይ ይብለኒ ኔሩ ክብለኩም ብሓጺሩ ግን እዚኣ ቪድዮ ከይትነውሕ ከማን ንዓኹም ከይስልችወኩም እዚኣ ሰሙን እዚኣ ኣናውጽ የብለና ሓንቲ ክሰርሕ ኣይክእልን ኔረ ክበላዕ ኣይክእል ክድቅስ ኣይክእል በቃ ከምዚ ጓሂ ሓዘን ሓንሳብ ከዓ ተስፋ ይህበካ ሓንሳብ ከዓ ተስፋ ይኸልኣካ በቃ ከም ኩዕሶ ከም ድላዩ ይቀያየረኒ ኔሩ ተስፋ ኣለዎ ከኣ ይብለኒ ኣብ ሞንጎ ጽንሕ ኢሉ ከኣ በቃ ከምዚ ኮይኑ ይብለኒ ሽዑኡ ዓርቢ ድዩ ዓርቢ እዩ መስለኒ ዓርቢ ምሸት እንድሕር ዘይተጋገኹ ወይ ዓርቢ ኣደኖ ዓርቢ እዩ ኔሩ ወ ይብለኒ ዓሪፉ እንታይ ትብል ኣለኻ እወ ዓሪፉ ኩሉ ፈቲኖ እሞ እቲ ኩሊቱ ዶ ገለ ዶ ከምዚ ኮይኑ ዶ እቲ በረኪናስ ነዊሕ ኣብ ነብሱ ነይሩ ሓደ ክገብሩ ይክእሉ ኢሎም በቃ ኣነ ከይደቀስኩ ሓዲረ እወ ዓርቢ እዩ ነይሩ ዓርቢ ዓርቢ ናብ ቀዳም ኣይደቀስኩን ቀዳም ናብ ሰንበት ከምኡ ጭራሽ ኣይደቀስኩን ሰሙን ሙሉእ ዳርጋ ኣይበላዕኹን ክትብሎ ትኽእል ኢኻ ወላ ሓደ ወላ ሓደ ክትገብር ኣይከኣልኩን በቃ ባዕለይ ከምዚ ናተይ ኣብቲ ግዜ እቲ በቃ ተረቢሸ ንሰባት ኣምኖም ናተይ ቤተሰብ ድዩ ስድራ ቤት ገለ ሓደ ክልተ ይዛረቦም ከምዝን ከምዝን ኣጓኒፍኒ ኣሎ ኢለ እሳቶም ከዓ በብሓደ ይድውሉለይ እንታይ ኣሎ ደሃይ እቲ ቆልዓ ሒሽዎ ዶ ኣውፅኦሞ ዶ ረዲኦሞ ዶ እሳቶም ከዓ ፀፀኒሖም ተረብሾም እሳቶም ከዓ ምሳይ እስኺ ከ ከመይ ኣለኺ እሞ ኮይኑኡ ኣይትጨነቂ ገለዶ ገለዶ ሰሙን ሙሉእ ኣብ ቴሌፎን ጥራይ በቃ ሓንጎለይ ኣይሰርሕ ገለ ይሰርሕ ወላ ሓደ ክገብር ኣይከኣልኩን ሽዑ በቃ እንታይሞ ክብለኩም እየ እንድዒ ብዙሕ ሓሳብ እዩ ዝመፅኣካ ሽዑ ከምዚ ባዕለይ ዝቐተልክዎ ኮይኑ ተሰሚዐኒ ከምዚ ምሻለኩም እቲ ናተይ ጌጋ ድዩ ነይሩ እንታይ እዩ ገለ ዶ ክርድኣኒ ነይሩ ኣቐዲመ ዶ መፍትሒ ክረክብ ነይርኒ ክረድኦ መኸኣልኩ ዶ ገለ ኢለ በቃ ጭንቕ ይብል ከምኡ ከዓ እቲኦም ሰባት ናተይ ዝብሎም የረጋግኡኒ ድሓ ንስኺ እንታይ ዘይገበርኪ እስኺ ደኣ ክትሕግዝ እዮ ፈቲንኪ በቃ እዚኣ ሰሙን ከመይ ሓሊፋ ክነግረኩም ኣይክእልን እየ ሽዕኡ በቃ እንዲ እንታይ እሞ ክብለኩም እየ ከኣምን ከዓ ኣይከኣልኩን በታ እዚ ወዲ ግን ይላገፀለይ ድዩ ዘሎ በርከቲ ናቱ ጠባይ ከዓ ኣብ ገሊኡ ሓንሳብ ከዓ ፅቡቅ ኮይኑ ይዛረበኒ ነይሩ እዋ ከመይ እዩ ግን እዚ ወዲ እቲ ናቱ ሞድ ዝቀያየር ኣቲ ደሓን እንዶ ኣይትሸገር ገለ ከኣ ይብለኒ መንጎ ነይሩ ዋእ እዚ ወዲ ሓቂ ድዩ ዝዛረብ ዘሎ ብምንታይ ክፈልጥ ይኽእል ሓቂ ድዩ ኣይሓቅን እንታይ ከኣ ይብለኒ ቤተሰብ ገና ስለ ዘይፈለጡ ምስ ማንም ሰብ ከይትዛረቢ ምስ ማንም ሰብ ከኣ ኣብ ከይትጥቅዕዮ ከዓ ኣብ ሶሻል ሚድያ ከይተ ዋ እንታይ ኢለ ብሶሻል ሚድያ ኣነ ከውፅኦ ንመን ኢለ እዚ'ኳ ጸወታ ኣይኮነን፣ ከመይ ገይረ ኣይሓሰብክዎን ከማን ይብሎ። እዎ ግን ክትዛረቢ ከማን የብልክንዶ ገለ ይብለኒ። በቃ እንድዒ መቸም ስድራ ቤትኩ ገና ኣይፈለጡን ኣለዉ፣ ክትጥንቀቂ ኣለኪ ይብለኒ። ኦኬ እሱ ደኣ ሓደ ክለተ ቤተሰበይ ተዛሪበዮም እየ፣ እቲ ኩነታት ግን ንኻልእ ሰብ ኣይዛረብንየ ኢለዮ። መቸም እቲ ጉዳይ ኮይኑ እንድዩ በቃ ክቕበሎ ኣለኒ ኢለ ግን በቲ ሓደ ወግን ከዓ ተረቢሸ ንመን ይድውለሎም ኣለኹ ነዚኦም ሴልን ዞግ ከምዚ እንድሕር ጭንቀት ሒዝካ ትድውለሎም ቴሌፎን ቅድሚ ሕጂ ከማን ኣብዚ ሓዲገልኩም በቃ ዘጓነፈኒ ክነግሮም እየ እስከ እንታይ ክገብር ይኽእል ከምዚስኒ ክነብር ይኽእል ድየ ብሕጂ ገለ ኢለ ኣይትኣምኑንን በቃ ምናልባት ከማን ስኒ ኣነ ከማን ሓንጎለይ ከይትንከፍ ፈሪሐ ሽዑ ኢለ ደዊለሎም ነዚኦም ናይ ጭንቀት ከምዚ እንድሕር ተጨኒቕካ ኣለኻ ከምዚ ዝኾነ ልዕሊ ዓቕምኻ ኮይኑ ክትዝድውለሎም ትኽእል ቅድም ብዘይ ቁፅሪ ደዊለሎም ኣብያትኒ ብዘይ ቁፅሪ ምሕላፍ ሽዕኡ ብቁጽሪ ጥራይ ዝኮውን እንድያ ገለ ከማን ማሽን ኢላትኒ መስለኒ ከምኡ ኣይ ዶንት ኖው ሽዑ መቸም ብቁጽረይ ደዊለ ዋእ እንታይ ሕባእ ኣለኒ ቁጽረይ ዘይ ብቁጽረይ ዘይድውል ኢለ ኣኖን ኣነኒም ኣብ ክንዲ ዝድውል ኢለ ይድውለሎም ሽዑ ሓንቲ ብርክቲ ሰበይቲ ይረኽባ ከምዝን ከምዝን ኣጓኒፉስ ሓደ ሓውና ሓደ ወዲ ዓደይ ከምዚ ኮይኑ ገለ ይብላ እሞ እስኺ እንታይ ዘይገበርኪ እዚ እኳ እስኺ ዝገበርክዮ ባዕልኺ ብኢድኪ ኮንክን ወላ ሓደ እስኺ ክትሕግዝዮ ኢኺ ሓሲብኪ ግን ኩፉእ ኣጋጣሚ ኮይኑ ብጣዕሚ ዘሕዝን እዩ ግን ዓቕሊ እንተዝገብር ከኣ እኳ መፍትሒ ምስ ረኸበ ነይሩ ክሳብ ክንድዚ ብሰንኪ ወረቐት ዋእ ግን ሓደ ክትፈልጢ ዘለኪ ኢላትኒ ሰብ ነብሱ ክቐትል ዝደሊ ወይ ክጎድእ ዝደሊ ቅድሚኡ ከማን ከምኡ ሓሳብ ነይርዎ እዩ ሽዑ ሽዑ ይኮንካ እንትገብሮ ናይ ነዊሕ ግዜ እዩ ሕጂ ከምኦም ሰባት ከኣ ብዙሕ ግዜ ከማን ይብሉኻ እዮም ኣቀዲሞም ከምኡ እንድሕር ኢሎምኻ ከኣ ሲርየስ ክትወስዶ ኣለካ ዝበለጸ ከኣ ሰብ ምስኡ ክህሉ ዕስራን ኣርባዕተን ሰዓት ስኒ ሰብ የድልዮ እዩ በርከቲ ሓንጎሎም ናብኡ ጥራይ ዘድህቦም እስኺ ከኣ ኣይትፈልጥዮ ኣይትጥይቕዮ ካብ ርሑቕ ስኒ እንታይ ዘይገበርኪ እዚ ስኒ ካልእ ጭንቀት ከማን ነይርዎ ክኸውን ኣለዎ እስኺ ናትኪ ጌጋ ኣይኮነን እስኺ ኮንኩን ኣብ ከምኡ ኣብጽሕኽዮ ወይ ስለ ሓገዝ ዘይሓተትክሉ ኢላ ክትረጋጋኣኒ ኢለያ ማለት እዩ ሽዑ ኢለያ እወ ሱስ ክኸውን ይኽእል እዩ ብዙሕ ሕሊፉ እዩ ዝኸውን ከምቲ ዝነገረኒ ከማን ስድራ ቤት የብሉን ያ ክስታዩ ኣዞ ኦርፋን እዩ ማለት ኣቦናደን የብሉን በይኑ እዩ ስግረ ዶብ ሰጊሩ ድማ ትራውማ ይህልዎ እዩ ገለገለ ይብላ እወ ንከምኦም ሰባት ከዓ ቀሊል ኣይኮነን ኩሉ ከም ፍላሽ ባክ ይመፅኡ ገሌላ ብዙሕ ናይ ብሳይኮሎጂ ትነግረኒ ንከምኦም ሰባት ከኣ ድሮ ክንደይ ስለ ዘሕለፉስ ዝኾነ ተወሳኺ ክጻወርዎ ኣይክእሉን እዮም ሽዕኡ መፍትሒ ኩሉ ተስፋ ይቆርጹ እዮም ቀልጢፎም ገሌና ብዙሕ ተረዳኣኒ ማለት እዩ እሳ ሕጂ ብሳይኮሎጂስት ኣይኮነትን ግን ይመሃርዎ እዮም እዚኦም ከምኡ ኢሎም ዘማኽሩ ካብ ቴሌፎን ይመሃርዎ እዮም ማለት እዩ ዝኩሉ ትብለኒ ግን ኣነ ከማን ከም ኣፍልጦ ትፈልጦ እንዲኻ ስኻትኩም ከማን ትፈልጥዎ ትኾኑ ማለት ሓደ ሓደ ብብዝሒ ሽግር ዝሓለፈ ድማ ኣብ ዘይዕድሚኡ ዝኾነ ተወሳኺ ደሓር ከማን ክፃወሮ ከቢድ እዩ ከምዚ ምሽ ኣለኩም ሓይሊ ክረክብ ማለት እዩ ሶ ብዙሕ ተረዳእኒ እስኺ ናትኪ ጌጋ ኣይኮነን ሓቂ ሓይሽ ንከምኦም ሰባት ከምኡ እንተዝኾ እንድሕር ፈሊጥካ እቲኣ ሓንቲ ተዋፅኣካ ብከምኡ እዮም ከማን እኳ ኣብ ሳይካትሪ ዘእትዎም ኣብ ሕክምና ሽዑ እሶም ወርሒ ብውእሑዱ ክርእይዎም ኣለዎም ኣቲ ወርሒ ስኒ ካብቲ ነገር ክእለዩ ኣሎም ያ መዝሓሊ መድሃኒት ድዮም ዝህብዎም ገለ ወይ እንዳ ብዘረባ ድዮም ስኒ ክስታይ ክካናክንዎም ኣለዎም ካብቲ ምቕታል ነብስኻ ሓሳብ ክወጹ መታን እዚ ኸኣ ኣብ ዝኾነ ክኸውን ይኽእል እዩ ኣብ ኣዋልድ ድዩ ኣብ ኣወዳት ኣብ ዓቢ ድዩ ኣብ ንእሽተይ ኣብ ስድራቤት ዘለዎ ድዩ ኣብ ስድራቤት ዘይብሉ በቃ እቲ ጭንቀት እዩ ከምኡ ዝደፍኦም ገለ ኢላ ብዙሕ ተረድኣኒን ግዜ ወሲዳ ኣነ እሞ እንታይ ክገብር ሕጂ ቴራፒ ዶ ክገብር ገለ ይብላ እንታይ ከመይ ኣነስ በቃ ከምዚ ከምዚ ጸቕጢ ገይርለይ እዚ ጉዳይ ገለ ይብላ ኖኖ ደሓን ሓንሳብ ተረጋግእ እሞ እንድሕር ጭራሽ ገዲድኪ ቴራፒ ክትገብሪ ፈትኒ ግን ሓንቲ ሳብ ባዕሉ ከማን ይሓድገ ክኸውን ሓደ ክትፈልጥዮ ዘለኪ ግን ናትኪ ጌጋ ኣይኮነን ድማ መን ይፈልጥ ቅድመ ሕጂ ከማን ፈቲኑ ይኸውን ብዙሕ ግዜ እቲኦም ነብሶም ናይ ብሓቂ ከምኡ ዝትንክፉ ዝጎድኡ ሓደ ግዜ እንድሕር ፈቲኖም ከኣ ካልኣይ ግዜ ክፍትኑስኒ እቲ ዕድል ላዕሊ እዩ ማለትስ ብስታቲስቲክ እንድዮም ዝርእይዎ ሓደ ግዜ እንድሕር ፈቲኑ ከዓ ዝያዳ ክትጥንቅቕ ኣለካ ክትኣም ማለት ካልኣ ክፍትንዎም ከም ዝኾኖም ብርከ እቲ ሓንጎሎም እዩ ናብኡ ዘድህቦም መፍትሒ ኩሉ ሽግሮም እቲኣ ምጥፋእ ካብዚኣ ዓለም እዩ ዝስምዖም ገለገለ ኢላ ብዙሕ ተረዳእ ናትኪ ጌጋ ኣይኮነን እሱ ናቱ እዩ ማለትስ በቃ እቲ ናቱ ኩነታት እዩ ናብኡ ደፊእዎ እምበር እስኽስ ሓደ ኣይጎዳእኽዮን ሕልና ኽስኒ ክሳብ ክንዲ እዚ ከሳቅየክ የብሉን ትብለኒ መቸም ቁሩብ ተረጋግኤ ሓቂ ሓይሽ ቁሩብ ሓጊዝኒ ግን ናይ ብሓቂ ኣይሓግዝ ናይ ብሓቂ ሓጊዝኒ ክብል ኣይክእኒ ንግዚኡ ግን ሒሽኒ ማለት እዩ በቃ ፍቃድ ኣምላኽ ኮይኑ ኣነ ወላ ሓደ ዝገበርክዎ የለን ገሌለ ንነብሰይ ከረጋግኣ ፈቲነ ማለት እዩ። ኣብ ከምኡ ከኣ ኣይብጽሓና ማለት ከምኡ ክስምዓካ ናተይ ጌጋ እዩ ነይሩ ሽዑ ከኣ ኢላትኒ ኣብ ፋሚሊ ሕጂ ከምኡ ክጓነፍ ከሎ እቲ ሰብ ከምኡ ከምዝስ ክትሳቀዮ ብዙሕ እዩ ዝሳቀዩ ስለምንታይ ዘይረኣኽዎ ኣቐዲመ ስለምንታይ ጠባዩ ዘየለለኽዎ ስለምንታይ ዝያዳ ግዜ ዘይሃብክዎ እዚ ሕጂ ኣብ ሓደ ፋሚሊ ከማን ኣንኳይ ስኺ ዘይትፈልጥዮ ኣብ ርሑቕ ኮንኪስ ኣብ ሓደ ፋሚሊ ከማን ከምኡ ዝኮኑ ኣለዉ ሽዑ ዓመታት ይሳቀዩ ቴራፒ ይወስዱ ካብዚኣ ኢዶም ዝሓል ዝጠፍእ ኮይኑ ዝስምዖም እቲ ቆልዓ እያ ወይ ሰብኣዮም ሰበይቶም ወድኤቫ መሻለኩም እቲ ናቶም ሰብ ማለት እዩ ሕጂ ነዊሕ ዓመታት ይሳቀዩ ይሓሙ ናተይ ጌጋ እዩ ነይሩ ቴራፒ ክወስዶ ነይርኒ ካልእ ወይ ዝያዳ ገጽ ግዜ ክህቦ ነይርኒ ክበኣስ ኣይነበርን ምስኡ፣ ክጨቓጨቕ ኣይነበርን ምስኡ ኢሎም ነብሶም የሳቕዩ። እስኺ ግን ካብ ርሑቕ ሓደ ክትገብሪ ይከኣልክን፣ ማለተይስ ኣይትፈልጥዮን ኢኺ ከማን ከምዚ ትብልኒ ብሶሽል ሜድያ ኢኺ ትፈልጥዮ ገለ ገለ ትብለኒ ማለትዩ። ሕዋተይ ከምኡ ኣጋጣሚ እዚ እንድሕር ከምኡ ኮይንኩም ኣለኹም ከዓ ብዝከኣል መጠን ተዛረብሉ፣ ቴራፒ ውሰዱ፣ ናይ ፍቓድ ኣምላኽ ምዃኑ ከዓ ፍለጡ ክብለኩም ይደሊ። ሓደ ክትገብር ኣይትኽእልን ኢኻ ኣብ ዝኾነ ክፉእ ክስምዓካ እንድዩ ቀጻሊ ከኣ ካብ ሓንጎልካ ክትድምስሶ ኣይትኽእልን ኢኻ ኩሉ ግዜ ንነብስኻ ክተሳቅያ ኢኻ ግን እሱ ከዓ ሂወት ኣይኮነን ተሳቂቃ ክትነብር ኣይ ንዓኻ ኣይ ንዝኸደ ማለት እዩ መቸም ኣነ ከማን ንነብሰይ ከምኡ ገይረ ክስታይ ከበርትዓ ይፍትን ነይረ በቃ እንታይሞ ዘይገበርኩ ኣነ ገለ ኢለ ይፍትን ነይረ ማለት እዩ ብሓፂሩ ግን ከቢድ እዩ ነይሩ ሽዑ መቸም ሰንበት ምሸት ሰዓት ሸውዓተ ድዩ ሸሞንተ ቴሌፎን በቲኣ ቴሌፎን ይድወለለይ ክሳብ ሰንበት ከዓ ቀፃሊ ነቲ ወዲ ይድውለሉ ኣታ ስኻ ከመይ ኮንካ ኣነ ይከኣልክዎን ድቃስ ኣብኒ ምግቢ ኣብኒ ኢለ ዓሰርተ ግዜ ይድውለሉ ከማን ኣነ ዝያዳ ይድውለሉ ካብ እሱ ዝድውለለይ ብርከ ተረቢሸስ ምስኡ ክዛረብ ከምዚ ደውልሉ ጥራይ መጻኒ ነይሩ ነቲ ሓደ ዝነገረኒ እቲ ረድኤት ዝነገረኒ ሕጂ እሱ ይኸዓ ይብለኒ ዋ እሞ ተረጋግእ ኮይኑ እንዲ ሕጂ እንታይ እሞ እንታይ ዘይገበርክ ስ ክዳ ሕጂ በጃኽ እስከ ተራዳእ ንሕና ከ እንታይ ክንብል ኣብኡ እንዲና ዘለና ስድራ ቤቱ ይቕበሎም ኣለኹ ሕጂ ኩሉ ሰብ ይመጽእ ኣሎ ንቤተ ክርስትያን ዶ ንሃለ ሃለ እዚ መእከቢ ሰብ ንደሊ ኣለና ቦታ ዶ ገለገለገለ ይብለኒ ዋይ ኣታ ከመይ ክኢልካ ኣነክስ እንድዒ ሓይሊ ከማናይ ምስ ኣለወኒ ነዚ ኩሉ በቃ ሕምሽሸ ኢለ ዘለኹ ገለ ይብሎ በቃ ከማን ክድውለሉ ከለኹ ኣብዚ ዝስእነሉ ግዜ ይኸውን ድሕሪ ክንደይ ይምለሰኒ እቲኣ ዓርቢ ክሳብ ሰንበት ማለት እዩ ዋይ ረብሸካ ናትካ ከይኣኽለካ ከዓስ ላዕልን ታሕት እንዳበልካስ ኣነ ከዓ ተወሳኺ ኮይነካ ገሌለ ይቕሬታ ይብሎ መቸም ሰንበት ምሸት መሊሱ ኢዱ ሰብ ይድውለለይ እሱ መሲልኒ ተዓርኩ ሽዑኡ መን ይድውለለይ እቲ ሰብ ንባዕሉ ይድውለለይ ድማ ከኣ ተዓርኩ ሶሪ ተዓርኩ ከኣ ዘርጊሕዎ ባዕሉ እቲ እቲ ቆልዓ ከም ዝዓረፈ ክነግረኩም እቲ ዓሪፉ ዝበሃል ዘሎስ ከም ዝዓረፈ ኣታ ባዕልኻ ለጢፍካዮ እንዲኻ ደኣኒ እቲኦም ስድራ ቤት ደኣ ምሽ ኣይፈለጡን ኢልካኒ ከመይ ደኣኒ ኢልዮስ ኖኖኖኖ ደሓን እቲ ሰብ ከኣ ክፈልጥ ኣለዎ ዕሩኽቱ ገለ ደገለ ገለ ይብለኒ ሕጂ ዝተሓነ ተነጊሮም እዮም ገለ ይብለኒ እዋእ ከመይ ደኣ ንዩ ናይዚ ወዲ ኢለ ገሪምኒ እስኺ ትለጥፍዮ እንዳበለስ እሱ በዓሉ ግን ዞቪዞ ኣይ ምስ ሓሰብክዎን ከማን ክልጥፎ መን ኢለ እየ ክልጥፎ ምሽ ኣለኩም ብዙሕ ኣይድግፎን እየ ከምኡ ከማንና መቸም ናቱ ቀረባ ሰብ እንተገይርዎ ካልእ ጉዳዩ ፍቓደኛ ክኸውን ኣለዎ እቲ ናቱ ሰብ ሕጂ ከምኡ ምስ ርኣኹኻ እዋይ ናይ ብሓቂ እሞኒ ናይ ብሓቂ መይቱ ማለት እዩ ሕጂ እዚ ቆልዓ ገሌለ ከዓ መሊሰ ይደናገር ከዓ ባቲ ቪድዮ ቅድሚኡ ምስ ረኣኽዎ ሽዑ ናይ ብሓቂ እዩ ኢለ መሊሱ የፀልለኒ ምሻለኩም ከምዚ ሓንሳ ሓንሳ ይሕስው ዘሎ ኮይኑ ይስምዓኒ ነይሩ እንድዩ ግን ከምዚ ዶ ብሞዶ ሓሶት ኣሎ እዩ ከም ብሞዶ ጸወታ ኣሎ እዩ ግን ክኸውን ከኣ ኣይክእልንዩ እንታይ እዩ እዚ ወዲ ግን ከመይ እየ ከንብቦ ዘይክእል እቲ ጠባዩ እቲ ዘረብኡ ገለ ብርኪ ሓንሳብ ሓንሳብ እንታይ ይገብር ነይሩ ከምዚ ድራማ ዓይነት ይገብር ሓንሳብ ሓንሳብ ከዓ ሸለልትነት የርእየኒ ሓንሳብ ሓንሳብ ከዓ ፅቡቕ ሙድ ዘሎ ኣብ ስራሕ ውዒለ ከዓ ይብለኒ እዋ ከመይ እዚ ወዲ ግን ገለ ይብል ምሻለኩም ሕጂ ኣብ ገዝኡ'የ ዘለኹ ከማን ዶ ገለ ዶ ኣብዚ ከማን ክንደይ ኣሽሓት ሓዲጉ ከኣ ብለኒ እባ ነቡኡ ነዲኡን ዝሓሰብዎ ሸሞንተ ሽሕ ዶ ገለ ዶ ገለ ይብለኒ ዋ ከመይ ደኣኒ እዚ ሕጂ ናብ ስድራ ቤቱ ክሰደሉ እየ ወይ ናብ ስድራ ቤቱ ከብጽሓሎም እየ ትገንዘብ ገለ ይብለኒ እሱ ከኣ I don't know መቸም መን ይድውለለይ እቲ መይቱ ዝበሃል ዘሎ ሰንበት ምሸት ይድውለለይ ሽዑ እሱ ከዓ ኣቲ እስኺ ጥዒቲ ዲኺ ጥዑያት ዲኹም ጥዒቲ ዲኺ ገለ ኢሉኒ እዋ እንታይ መን ኢኻ እሞ ይቕሬታ መን ኢኻ እንታይ ኹም መይቱ ትብሉ ዘለኹም እንታይ ክፍኣት እዩ ዝገለ ይብለኒ ዋእ መን ኢኻ እስኻ በጃኻ ኢለዮ ዋእ ኣነ ሽምኩም ሽሙ ሕጂ ኣይነግረኩም እየ ባይ ዘ ወይ ወላ ሓደ ኣይነገረኩም እየ እንድሕር ደሊኹም ግን ኣብ ካልኣይቲ ቪድዮ ክነግረኩም እየ ሓንቲ ሰብ እዚኣ ሓንቲ ሰብ ሕቶ ናተይ ምስ መለስኩሞ ኣብ ሚኒክ እዮም ዝቕመጡ ኣነ እየ መን ሽሙ ይብለኒ እሞ ከመይ ደኣ ኣነ እስኻ ኣብ ሆስፒታል ነርካ ኢለዮ መን ኢልኪ ጥዑያት ዲኺ ጥዒቲ ዲኺ ገለ ይብለኒ ኣታ ደኣ ኣነ ደኣ ዓርክኻ ኢለኒ እንታይ ኻ ትብል ዘለኻ ናይ ብሓቂ ንስኻ ዲኻ እንታይ ኻ ትብለኒ ዘለኻ ኣይተረዳኣንን ይብሎ መን መይቱ ኢልኪ መን ለጥፍዮ ኣብ ቲክቶክ ኢልኪ ይብለኒ ኣነ ወላ ሓደ ዝለጠፍክዎ የለን ወላ ሓደ ዝገበርክዎ የለን ኣብኡ ኮመን ጥራይ ፅሒፈ ከም ሰበይ ገለ ኢለዮ መን ደኣ ጌርዎ እንድዒ ዓርክኻ ዶ ኣይኮነን ኣይ ዶንት ኖው መንዩ እቲ ዝድውለለይ ዝቐነየ ከምዚ ዝኣመስለ ከምዚ ዝደውልለይ እውይ እዚ ስዲ እዚ ዶ እዚ ዶ ኢሉ ይጸርፎ ኣይ ዶንት ኖው ብዙሕ ይጸርፎ ንዕኡስ ደሓን ሕጂ ከመልክቶ'የ ኣብ ፖሊስ እዚ ወዲ ቴሌፎነይ ሒዝዋ ቀንዩ ጽቡቕ ጌሩ ብኹሉ ተጻዊቱለይ ቴሌፎንካ ደኣ ስለምንታይ ሂብካዮ ዋእ ቴሌፎነይ ሒዝዋ ምስኡ እንድያ ቀንያ ቴሌፎነይ እዚ ኩሉ እሱ እንድዩ ዝገብር ዘሎ ወለከ ከመይ ማለት እዩ ኢለዮ ከመይ ጌርካ ቴሌፎንካ ሂብካዮ ግን ናትካ ቴሌፎን ከመይ እንተ ካልኣይቲ ቴሌፎን ኣላትኒ እዚኣ ቲክቶክ ዘላታ ወትሴፕ ዘላታ ኣብኡ ሓዲገሉ ቴሌፎኑ የላን ዶ ኣብ ገዛ ይቕመጥ ነይሩ ዶ ገለ ዶ ዋእ ክንደይ ስቶርያ ይነግረኒ እሱ ከዓ ሸሞንተ ሽሕ ከዓ ሰሪቕለይ ዶ ገለ ዶ ይብለኒ እወ ናይ ሸሞንተ ሽሕስ ኣብ ገዛኻ ከም ዝነበረ ይነግረኒ ነይሩ ግን ንስድራ ቤትካ ከቐብሎ ይደልዩ ነይሩ ይብሎ ዋእ ኣብ እንታይ እን ኣትየ ዘለኹ ኢለ እንታይ ዓይነት ፊልም እዩ እዚ ብጣዕሚ በቲ ሓደ ወገን ተሓጒሰ እውይ ናይ ብሓቂ እስኻ ኢኻ ኢለ ተሓጒሰ ሰሓቕ መውፅኒ ከማን መሻለኩም ከምዚ እውይ እንታይ ትብል ኣለኻ ኢለ ኣዶኖ ከምዚ ሓጎስ ተሰሚዕኒ ሰሓቕ ሰሓቕ እኳ ኣይኮነበረን ግን ከምዚ ፈኺስኒ በቲ ሓደ ወገን ከዓ እንታይ ማለት እዩ ግን ኩሉ ኢለ በቃ ገሪምኒ ሽዑ ኢለዮም ሓቂ ክብለካ እንቋዕ ብህወትካ ሃለኻ ኩሉ ረስዓዮ ሕጂ ኣይግድሸንን እዩ እንቋዕ ስኻ ብህወትካ ሃለኻ ግን ኣይተረዳእንን ኣሎ ኩሉ ትብለኒ ዘለኻ ኣቲ እዚ ወዲ ስዲኡ ዶ ገለዶ ገለዶ ሓደ ከምዚኡ ዶ ገለዶ ዋ እንታይ ከዘይበለ ሽዑኡ በቃ ግን ደሓን ንስኺ ኮንክን ማለት እዩ እሱኡ እሱኡ እዚ ኩሉ ዝገብር ዘሎ ገለ ኢሉ ከኣ የረጋግኣኒ ኣነ እንቋዕ ብእውነት ብሰንክኻ ክንደይ ሓሚመ ቀንየ ትፈልጥ ዶ ኢለዮ ከይበላዕኹ ቀንየ ክንድዚ ኪሎ ቀኒሰ ሽዱሽተ ኪሎ ቀኒሰ ኣሕዋተይ እመኑኒ ኣብቲኤን ካብ ዓር ሰንበት ክሳብ ሰንበት ማለት እዩ በቃ ምግቢ ኣብኒ ሶ እንታይ ክብለኩም እየ ሕጂ እንታይ ክብለኩም ድሕሪኡ ከማ ነቲ ኪሎ የተመለሰ ንገሊኡ ኤኒወይ እቲ ክብለኩም ዝደለኹ በቲ ሓደ ወገን ገሪምኒ በቲ ሓደ ወገን ኩሉ ተሓዋዊስኒ እንታይ እሞ ክብለኩም እዩ ከምዚ ኣብዚኣ ቪድዮ እንዳዕለልኩኹም ከማን እቲ ስምዒተይ ዝተሓዋወስ ዘሎ በቃ ዋይ እንታይ ደኣ ኒኡ ኢለ ሕራይ በል ደሓን እንቋዕ ብሂወትካ ሃለኻ በቃ ደምስሶ እቲ ቲክቶክ ኣብኡ ገና ተለጢፉ ኣለኳ ከም ዝመትካ ገለ ይብሎ ወሪኤዮ እንዲ ሕጂ ክድምስሶ እዩ ገለ ይብለኒ ኣነ እኳ ናትኪ ብዝረኺበዮ ናትኪ ምስኡ ከዓ ትፀሓሓፊ ነይር ዋእ ረኣዮ እንደሞ ዝፅሕፈሉ ዝነበርኩ ኣነ ወላ ሓደ ዝፀሓፍኮ የለን ኣበይ ኣሎ ደሓን ድዩ በቃ ክበከልካ ይቀንየ ገለ ይብሎ ዋ ኣቱም ኣነ ክንዲ ገለ ይኸውን ኣለኹ ቪድዮ ዘይውላዓል ክሉ ከመይ ዝኣመሰለ መንእሰይ በቃ ክንዲ ገለ ዝኸውን ኣብኡ እንታይ ሞ ክብለካ እየ ወላ ሓደ ኣይኮነን ተረዲኹም ንፅቡቅ ወዲ እንተረኣኹስ እዋ እስኻስ ከምኡ ወላ ሓደ ዝጠዓመካ ኢኻ ትመስል ብኩሉ ምሉ እንታይ ዝኸፍኣካ ከማን ኣይትመስልኒ ኢኻ እንኳይ ዝመትካ ገለ ይብሎ እዋይ ኣነ ደኣ ክንዲ ገለ ጽቡቕ እየ ኣብዚ ዓዲ ጽቡቕ ኣለኹ ዶ ገለ ገለ ይብለኒ እዋይ ግን ኣይተረዳእን ስለምንታይ ግን ከምኡ ገይሩ ዓርክኻ እስኻ ካበይ ቀኒኻ ኢለዮ ምስ ስድራ ምስ ስርሐይ ስኒ ሰሙን ሙሉእ ገሽና ቀኒና ኡርላብ ቀኒ ዋይ ኣበይ ከተራእ ይፈልጥ ሰሙን ሙሉእ ምስ ስራሕኻ ዋ እንታይ ዓይነት ስራሕ ድዩ ዘለካ ማላላ ኪራ እዚኦም ማኪና ድ ገለ ማላላ ኪራ ኣይዶኖ ወይ ገዛ ድዩ ዝልቕልቕ ኣይዶኖ ገለ ናይ ሕብሪ ዝልቕልቕ ማለት እዩ ማላላ ኪራ ይብለኒ እሽክላቦ ናይ ማኪና እዩ ነይሩ ማላላ ኪራ ያ ኒሽኖ ማላ ስናላ ኪራ ኣው እሽክላቦ ናይ ማካይን ድዩ ገለ ኢልኒ እሞ ሰሙን ሙሉእ እንታይ ዓይነት ዓብ ካምፐኒ ድዩ ደኣ ሰሙን ሙሉእ ኩላትኩም ክትገሹ ትኽእሉ ተዓፂኹሞ ማለት እዩ ኣይትርዳኣንን ኣይ ክኣምኖ ከኣልኩን ንዑ ከማን ክኣምኖ ኣይከኣልኩን ዋእ ይፈልጥ እየ ከምኡ ንሕና ብ ስራሕና ከማን ነይርና እዩ ክልተ ሰለስተ መዓልቲ ክትገሸሉ ዓርቢ ክሳብ ሰንበት ምሸት ገለ ባዕሎም ይኸፍሉልካ ኩሉ ኣብ ጽቡቅ ቦታ ድዩ ወይ ኣብ ዝኾነ ክስታይ ኣሎ ከምኡ ግብጃ ገለ ማለት እዩ ናይ ዝኾነ ናይ ስራሕ ኣሎ ሰሙን ሙሉእ ዋእ ከመይ ገይሩ ማለት እዩ ገሪምኒ ክንደይ ኣሽሓት ማለት እኳ እዮም ኩላቶም ሰራሕተኛ ክትወስድ ኣብቲ ግዜ እቲ ይሰርሑ ገለ ይገብሩ ኩላትኩም ገሽኩም እወ ኩላትና ገሽና ብሩኽ ክስታይ ኣለኒ ኢሉዮ እሞ ናይ ወረቐትካኸ ሓቂ ድዩ ጥሪ ክጥርዙኻዶ ገለገለ ዝበሃል ዘሎ ከመይ እዩ እስኻ ዲኻ እቲ ቪድዮ ክላእ ኣቲ ደሓን ደሓን እዚ ናተይ ሓለቓ ኣሎ እዚ ናተይ ካፖ እዚ ሓላፊ ናይ ስርሐይ ኣሎ እሱ ኩሉ ክሳልጠለይ ኩሉ እሱ እዩ ዝገብሮ ወላ ሓደ ሽግር የብለይ ናይ ወረቐት ዝኾነ ይምፃእ ከዓ ክፈትወኒ መዓት እዩ ዶ ገለዶ ገለዶ ይብለኒ ዋይ መን ደኣ እሞ ለጢፍዎ ዝኩሉ ኣኽ መቸም ንዓይ ምርዳእ ኣብኒ ሽዑ ዓጽየዮ ደሓን በል ሕራይ እንቋዕ ብሂወትካ ሃለኻ ኢለዮ ሽዑ ግን ደሓር ንጽብሒቱ ይገርመኩም ሶኒ ሰንበት ካብ ናብ ሶኒ ከኣ ኣብ ክንዲ ድቃሰይ ዝገብርስ መሊሱ የሕሪቕኒ እቲ ጉዳይ እዚኦምሲ ገለ ይጻወቱ ኣለዉ ደሓር እዩ ተረዲእኒ ብሓንሳብ ኮይኖም ድዮም ወይ ሓደ ሰብ ኮይኑ ድዩ እዚ ኩሉ ዝጻወት ዘሎ ሓቂ ክብለካ ምዚ ኩሉ ዝቐነኽዎስ እቱ እስኻ ዲኻ ትድውለለይ ዘለኻ ካል ከም ካልእ ሰብ ወይ እታ ድምፂ ዓርክኻ ከማን ኣይዝክሮን ትፈልጥ ዶ ኢለዮ እዚ ኩሉ ተደዋዊለ ከለኹ ምስኡስ ክፈላለየኩም ዘይክእል ኢለዮ ብርከ ከምዚ ኩሉ ኣብ ፀልማት የቀንየ ከለልየካ ኣይክእልኒ ንስኻ ከማን ትድውለለይ ቀኒኻ ትኸውን ገለ ይብሎ ሶኒ ማለት እዩ ሶኒ ናይ ብሓቂ ሕርቕርቆ ትሒዝኒ ይድውለሉ ስማዕ እስኻ ሕጂ እንዳ ፖሊስ ከሲሰዮ ትብል ኣለኻ ምሽ ነዚ ዓርክኻ እቲኣ ክሲ ናይ ፖሊስ ናባይ ስደዳ ክኣምነካ መታን እሳ ከይሰደድካለይ ሓደ ኣይኣምነካን እየ ይብሎ ሕራይ ደሓን ደሓን ክሰደልኪ ኢልኒ ኢልኒ ኣይሰደደለይን ክሳብ ሎሚ ኣይሰደደለይን እሳ ከይሰደድካ ግን ወይ እስኻ ኢኻ እዚ ኩሉ ትጻወተለይ ዘለኻ ወይ እስኻትኩም ክልቴኹም ኮንኩም ቢራ እንዳሰተኹም ሙሉእ ሰሙን ኣጸሊልኩምኒ ቀኒኹም እዚ እንታይ ይበሃል ኣይኣምነካን እየ ኣብቲ ናት ናይ ዓርክኻ ጉዳይ እትየካ ኣለኹ ወላ ሓደ ይኣምነካንየ ኩሉ ሓሶት እዩ ዘትገብርዎ ዘለኹም ግን ብጣዕሚ የሕዝን ብናይ ሞት ጌርኩም ንሰብ ከምዚ ጌርኩም ክተጸልሉ ሰሙን ሙሉእ የሕሚምኩምኒ ቀኒኹም ብዘይ ጠቅም ሰሙን ስኒ ብዙሕ ክገብረሉ ምኸኣልኩ ግን ኣብ ኢድኩም ቀንየ ብሪሞት ኮንትሮል ክትጻወትለይ ቀኒኹም ገለገለ ኢለዮም ኖኖኖኖ ኣነውፅኒ እመንኒ ገለዶ ኣነ ከምኡ ሰብ ኣይኮንኩንዶ ገለዶ ትፈልጥዎ ኢኹም ሓሳዊ ሰብ ያ ሓሳዊ እንድሕር ዘይኮንካ እቲኣ ናይ ፖሊስ ወረቐት ስደደለይ ይብሎ ቴሌፎን ናይቲ ዓርክኻ ከዓ ሃበኒ ወይ ንዑ ከዓ ኣዛርበኒ ይብሎም ኖ ርክብ የብለይን ኣይርዳእክን ድዩ ሸሞንተ ሽሕ እኳ ሰሪቕኒ እንታይ ኣምሲለ ርክብ ምስኡ ክህልወኒ ገለ ፖሊስ ምስ ፖሊስ ክረዳዳእ ኣለዎ ሶቪዞ ወረቀቱ ተባላሽዩ ዶ ብሕጂ ከኣ መሊሱ ክባላሸው ዶ ብዙሕ ነገር ናቱ ከኣ ይነግረኒ ኣገዳሲ ኣይኮነን ኣብዚ ዝበለኒ ሓቂ ድዩ ኣይሓቅን ወይ ክራስነኒ ደልዩ መሊሱ ወይ ኣይ ዶንት ኖ ግደፍ ክብሎ ድዩ ደልዩ ዋ እሱስ ናትኩም ጉዳይ እዩ ክልቴኹም ኣይኣመንኩኹምን ኣለኹም ኣይትግበር ግበር ኣይብለካን እየ ሓውኻ ኢዶ ገለ ኣይብለካን እየ እንታይ ይፈልጥ እንታይ ሓቂ ምዃኑ ሕጂ ኣባኹም ገለ ይብሎ እቲ ኣብ ወረቀት እስኻ ድሮ ገይረዮ ስለ ትብል ዘለኻ ሸሞንተ ሽሕ ሰሪቅኒ ስለ ዝኾነስ ከሲሰዮ ኣለኹ ምሽ ትብል ኣለኻ ኣድራሻ የብሉን ዶ ገለ ከኣ ትብል ኣለኻ ኣገዳሲ ኣይኮነን እቲ ኣብ ወረቀት ናይ ፖሊስ ዝመላእኻያ ግን ከም ዝኸሰስካዮ ንስደድለይ ክሳብ ሎሚ ኣይሰደደለይን ኣነ እንታይ እየ ዝፈልጥ ናቶም ቴሌፎኖም እቲኣ ሓንቲ ቴሌፎን ዝሃበኒ ከኣ ኣይትሰርሕን እያ ኣይትሰርሕን እያ ንዓርክኻ ክረኽቦ ፈቲነ ናቱ ከኣ ድምጺ ክሰምዕ ደልየ መሊሰ ድማ ከኣ ከረጋግጽ ደልየ እዚ ትብለኒ ዘለኻ ገለ ኢለዮ ኣብ እሞ እንታይ ክገብር ኣይሰርሕን እዩ እሳ ጥራያ ዘላትኒ ብኩል ኣብ ወጼፕ ኣይነበረትን ዘይከውን ቁጽሪ ሂብኒ ብሓ ሳክት መሻለኩም ስለዚ ስኒ ሕጂ ስኻትኩም እንታይ ትብልዎ ስለምንታይ ከምኡ ጌሮም? እንታይ እዩ? ሓሶት ድዩ? መን እዩ ዝሕሱ ዘሎ? እቲ ጉዳይ ከመይ እዩ ነይሩ? ካብ ምንታይ ተበጊሶም ከ ከምኡ ይገብሩ? እንታይ ከ ከሲቦም? እንታይ እዮም ደልዮም እትብሉ ንስኻትኩም? እዚ ናይ ብሓቂ ዝተፈጸመ ኩሉ ፕሩቭ ኣለኒ ዘይተኣምኑ ገሊኡ ከማን ኣብቲ ቴሌግራም ክልጥፈልኩም ይኽእል እየ ስእሊ ናይቲ ወዲ እንዳተዛረበኒ ከማን ኣሎ ቪድዮ ገይሩ እንድዩ ተዛሪብና ሓደ ግዜ ብቪድዮ ከፊትለይ ባዕሉ ኣነ ከዓ ኦኬ ኢለዮ ማለት እዩ ያ ኣነ ንባዕለይ ገለ እየ ዝመስል ነይረ በቃ ኣብ ሓዘን ግዜ ማለት እዩ ሓዘን ገና ይወፅኣለይ ነይሩ ናቱ ማለት እዩ በቃ ረኣዮ ገፀይ ገለ እየ መሲለ ከይደቀስኩ እየ ቀኒየ ከይበላዕኹ ቀኒየ ገለ ይብሎ ወ ወ ደኺምኪ ትመስሊ ኣለኺ ይብለኒ ዘይሓፍር መቸም እዚ ዓይነት እዚ ኣብ ሶሽል ሜድያ የጓነፈካ ንክትሕግዝ ባዕለይ ጠብሎቅሎቅ ዝበልክዎ ጉዳዩ ኣብ ዘይጠንቀይ ኣትየ ቀንየ ዘይርስዖ ጉዳዩ ክሳብ ሕጂ ከማን ከምዚ ተዛሪበሉ ይፈልጥኒ ኣብ ሶሽል ሜድያ ግን ኩሉ ግዜ ስለ ኣብ ሓንጎለይ ዝመጽእ ብሕልፊ ክራኽበኪ ደልየ ሓግዝኒ ደልየኪ ኣለኹ ገለ ክብሉኒ ከለዉ በቃ እሰያ ትዝከረኒ ከምዚ ትራውማ ዓይነት ሒዝኒ ዉው እዚኦምከ እንታይ እዮም መን እዮም ስለዚ ክትኣምን ከቢድ እዩ ካልእ ከማን ብዙሕ ኣሎ እንደ ዘጓነፈኒ እቲ ዝኸበደ ግን እቲ ዘሰንበደኒ ድቃስ ዝኸልኣኒ ካልእ ከማን ኣሎ ክንደይ ኣሎ ሜቢ ከምጻልኩም እየ ግን እዚኣ ካብቲኣ ዝኸበደት ክብላ ይኽእል እየ ፕርከ ናይ ሞትን ናይ ህይወትን እዩ ነይሩ ኣነ ንባዕለይ ከማን ኣብቲ ግዜ እቲ እንቋዕ ብኡ ተዓጸወለይ እንቋዕ ብኡ ገረ ገለ ልበይ ድዩ ገለ ጠጠው ኣይበለ በቲ ስንባደ ድዩ በቲ ገለ ኣይ ዶንት ኖው በቲ ጭንቀት ከማን ሓንጎለይ ኣይሰሓትኩ ብጣዕሚ ብጣዕሚ ኣፍርሕኒ እቲ ዋእ ድሕሪ ሕጂ ካብ ርሑቕ ከማኽር የብለይን ክራኸቦም የብለይን ከምዚ ከኣ ኣሎ ድዩ ማለትስ ንዘይትሕግዝ ንዘይትፈትሕ ስኒ ኣብ ዘይጉዳይካ ኣቲኻ ከማን ኣየፍቀደለይን እኳ ክራኸቦ ብተሌፎን ብኮሉ ተረዲኹምኒ so ካብ መጀመርያስ ኮነ ኢሎም እዮም እታ ናይ ኣምቡላንስ ሰዲዶምለይ ገለ ዶ መን እዮም ግን ክልቲኦም ድዮም እቲ ሓደ ድዩ ሓቂ ዝዛረብ እቲ ሓደ ጥራይ ድዩ ዝፃወት ዘሎ እቲ ሓደ ጥራይ ድዩ ዝሕሱ ዘሎ ክትብልዎ እንታይ ምስ በልኩም ንስኻትኩም ክልቲኦም ድዮም ሓሰውቲ ሓደ ጥራይ ድዩ ስለምንታይ ከ ከምኡ ገይሮም በቃ ዝኾነ ሓሳብ ኣብዚ ዘለኩም ንገሩኒ ባይ ዘ ወይ ሓደ ካልእ ከኣ ሓግዙኒ ኢለ ነይረ እንድየ ነዚ ሰብ ዝፈልጦ እባ ተራኽቡኒ ኢለ ነይረ እንድየ ማንም ሰብ ክሕግዘኒ ኣይከኣለን ብዙሕ ግን ብስእሊ ጥራይ እየ ሓዲገ ነይረ ሓደ ካብኦም ሓደ ረኺበዮ ነይረ እሱ ከዓ ያ ኣብ ፌስቡክ ከምኡ ገይሮም ነይሮም እዚኦም መዳናገርቲ እዮም ገንዘብ ድዮም ክእክቡ ደልዮም ናይቲ ሓዘን ዶ ገለ ዶ ገለ ኢለኒ ኣታ ገንዘብስ ኣይሓተቱንን ንዓይ እየ እንድዒ ኣጸሊሎምኒ ቀንዮም ልዕሊ ገንዘብ እዮም ኣጥፊኦምለይ ገለ ኢለዮ ማለት እዩ ዋይ እስኺ ከዓኒ ከም ስቑኢል ክዲ ክትኣምኒ ገርሂኺ ዶ ዋእ ከምዚ ዶ ይእመን እዩ ገለ ኢሉ ንሱ ከዓ ከምዚ ዓሻ ዓይነት ኢኺ ገለ ዶ ኣይተረድኦን ክሳብ ክንደይ ከምዚ ክሓምም ክኽእል ከም ምኽኣለይ እሞ ደሓን እስከ ደውለሎም እሞ እስከ ርኸበለይ ወይ እስከ ፈትሾ እሞ እቲ ጉዳይ ብውሽጢ ውሽጢ ጌርካ እስኻ ከዓ መልሲ ንገረኒ ክምለሰኪ እየ ደሓን ኣይትሸኺ ኣይትሸገሪ መን መን እዮም ከምኡ ዝገብሩ ዘለዉ ኣነስ ክፈልጦም ደልየ ናይ ብሓቂ መን እዩ ሽሞም ካበይ ማለትስኒ ምክንያት ኣለኒ ስለምንታይ ከምኡ ዝብል ዘለኹ መን እዮም ከምኡ ዝገ ምናልባት ጎረባብተይ ይኾኑ ኣብ ሙኒክ ኣለና ዝብሉ ዘለዉ ተረዲኩምኒ በጃካ ኣጻራርየለይ እቲ ሽሞም ናይ ብሓቂ ድዩ ዓዶም ከኣ ነጊሮምኒ ክልቲኦም ዓዶም ነጊሮምኒ ኤንድ ያ ኣይሓተትክዎምን ከማን ግን ባዕሎም ነጊሮምኒ ኣነ እኳ ወዲ እዚ ከምዚ ዓዲ እየ ዶ ገለዶ እቲ ሓደ ከዓ እቲ ከምዚ እዩ ወዲ ዓዲ ኣይኮነን እቲ ሓደ ገለ ከዓ ኢለኒ ማለት እዩ እቲ ሸሞንተ ሽሕ ሰሪቕለይ እንዳበለ ወዲ እዚ ዓዲ እዩ ኣነ ብዝስደድ እየ ዝፈልጦ ገለዶ ዝሰራቂ ዶ ገለዶ ኤኒወይ ብሓጺሩ ናትኩም ሓሳብ እንታይ እዩ ምናልባት ያ ዓሻ ክትብሉ ትኾኑ ኣይዶኖ ኤጋል ግን እንታይ ከም ትብሉ ኣገዳሲ ይኮነ ንዓይ ናትኩም ሓሳብ ግን ክፈልጦ ይደሊ እቲ ዓሻ ክንድሕሪ ኢልኩም ከዓ ክቕበሎ እዮ ፀገም የለን ኣነ እኳ ከምኡ ይብሎን እየ ግርህና ኦኬ ንጽህና ከኣ ምህላው እዩ እዚ ማለተይስ ኣነስ ያህ እንታይ ኢኻ እሞ ኣይኣምነካን እየ ክትብሎ ኣይትኽእልን ኢኻ ንሰብ ተሸጊረ እንዳበለ ወይ ኣብ ሆስፒታል ኣሎ ኣይኣምነካን እየ ክትብሎ ኣይትኽእልን ኢኻ ካብ መጀመርያ ስለዚስ ግን ነብሰይ ከኣ ይነግረኒ ነይሩ መንጎ ዋ ኣነ ከኣ እንታይ በቃ ኩሉ ቅልውላው እዩ ኣትኒ በቃ ምሻለኩም ከምዚ እንታይ እዩ ከኣምን ዘለኒ ኣብ መንጎ እኳ ይነግረኒ ነይሩ ነብሰይ ንሓትነይ ከማን ከምኡ ኣቲ ዝወድስ ይፃወት እዩ ዘሎ መስለኒ ከምዚ ድራማ ይገብር ኣሎ ከ ሓንሳ ሓንሳ ክላእ ክልተ ሰለስተ ግዜ እዩ ዳርጋ ዓሪፉ ኢልኒ ነይሩ ብቲኣ ሰሙን እቲኣ እዉ ሕጂ ከኣ እቲኤን ማሽን ጠፊኤን ዶ ገለ ዶ ይብለኒ በቃ ሕጂ ከኣ ውጹ ኢሎምና ዶ ገለ ዶ ከመይ እዩ እቲ ማሽን ጺጽ እንድሕር ኢሉ ከምዚ ምሽ ኣለኩም ብዙሕ ክስታይ ነብሰይ ስኒ ገለ ይብለኒ ነይሩ ድራማ ድዩ ዝገብር ዘሎ ዝወዲ ብከምዚ ዶ ግን ጸወት ኣሎ ኢለ ከዓ መሊሰ ይኣምኖ ስለዚ ሓቂ ሓይሽ ክጥንቀቅ ኣለ ካብዚ ሶሻል ሜድያ ብጣዕሚ ፈተና ኣሎ ንዓኹም እቲኦም ካልኦት ኣብ ሶሻል ሜድያ ነጢፍኩም ዘለኹም ከማን መጠንቅቕታ ይኾነኩም ብሕጂ ትሓስባ ዘለኽን መጠንቅቕታ ይኾነክን እዚ ብውሽጢ ምርኻብ ዘይትፈልጦ ሰብ ሓደገኛ እዩ ወዲ ሓወይ ወዲ ዓደይ ዶ ወዲ ገለ ኢዶ እንዳበልካ ብሰንኪ እቲ ወዲ ዓደይ ከማን ኣብዚ ዘይጉዳይካ ክትኣቱ ትኽእል ኢኻ ብርከ ዘይትፈልጦ ወዲ ካልእ ዓዲ ከምዚ ክረኽበካ ይክእል ንስኻ ግን እንታይ ኣሎ ዝበሃል እዚ ፈትራውን ትህቦ ኢኻ ተኣምኖ ኢኻ ብሰንኪ እቲ ወዲ ዓድኻ ምዃኑ እምነት ብዙሕ ትህቦ ኣቐዲምካ ፈትኻውንስ ፎሹስ ይበሃል ብጀርመን ፈትኻውንስ ፎሹስ ከዓ ከሎ ገናስ ብሰንኪ ወዲ ዓደስ ማራ ተቕርቦ ማራ ከዓ ክትሕግዞ ትደሊ ብዙሕ ካብ ዘይትፈልጦ ትግደሰሉ ካብ ኖርማል ንላዕሊ ትግደሰሉ ነቲ ጉዳዩ ዘይጉዳይካ so ሓደገኛ እዩ ከምዚ ክፍጸም ይኽእል እዩ ፐርከ እዚ ጥራይ ኣይኮነን ዝጓነፈኒ ካልኦ ከማን እዚኤን ግን እቲኣ በቲኣ ዝኸበደት ክጅምር ሕሸኒ ካል መዓልቲ ምናልባት ከኣ እቲ ሓደ ከምጻልኩም እየ ይሕጽር ኣቢለ ናትኩም ሓሳብ ምስ ነገርኩምኒ እቲ ናተይ ርእይቶ ክነግረኩም እየ ኣብዚ ግን እዚ በዓል እዚ ከም ካልእ ዘጓነፈኒ ከዓ ዓብ ምክንያታት እዩ ምስ ሰብ ብውሽጢ ቅድሚ ሕጂ ዝራኸቦም ዝነበርኩ ውሑዳት ኣይኮኑን ንዕኦም ከማን ቀስ እንዳበልኩ ርሒቐዮም እየ ሓደ ግዜ ኣይኣኽለካን እዩ ባይ ዘ ወይ እንተ ኣለዉ ዝፈትዎም ፅቡቕ ዝምድና ሕውነት ዝገበርኩ ክሳብ ሎሚ ካብ መጀመርያ ዝፈልጦም ኣለዉ ናይ ብሓቂ ከዓ ከም ጥዑያት ሰባት ኮይኖም ዝረኣዩኒ ክሳብ ሕጂ ድሕሪ ክልተ ሰለስተ ዓመት ብሶሻል ሚድያ ዘተላለኽዎም ጥራይ እያ ኩላቶም ኣብ ሓደ ጀንቢል ክእትዎም ማለት ኣይኮኑን ግን ግዜ ኣይኣኽለካን እዩ ሓደ በብሓደ ክተማኽር ወይ ሓሳባትካ ክትገልጽ ያ እሳቶም ሓሳባትክን ጥራይ ዝደሊ ርእይቶ ናትክ ጥራይ እየ ዝደሊ እንዲዮም ዝብሉካ ሙሉእ ክስታይ እንዳሃብካዮም ትምህርቲ ርእይቶ ዓይነት እዮም ዝቆፅርዎ እዚ ከማን ምንኣስ ኣሎ እዚ ከማን ቲፒክል ደስ ዘይብል እዩ ኣን ኤፕሪሺኤሽን ክገብሩ ዘይምድላዮም ማለት እዩ ዘርእየካ መቸም ናይ ፕሳይኮሎጂ ብሓፂሩ ካብ ሶሽል ሜድያ ዝነጥፍ እቲ ብሳይኮሎጂ ናይ ወዲ ሰብ ብዙሕ ተማሂረ ኤኒወይ እቲኦም ሰባት ዝፈትዎም ኣብ ከምዚ ክእትዎም ኣይደልን እየ ክሳብ ሕጂ ብፅቡቅ ከዓ ዘጓነፉኒ ብሶሽል ሜድያ ግን ብጠቕላላ እቲ ርክብ ቀኒሰዮ ኣለኹ ግዜ ብሰንኪ ግዜ ሓደ እስኻትኩም ብዙሓት ኢኹም ኣነ ሓደ ሰብ እየ ቅድሚኡ ከኣ ካልእ ሂወት ኣለኒ ማለተይስ ናትካ ፕራይቨሲ ከኣ ኣለካ ፕራይቨት ሂወት ኣብ ፕራይቨት መሓዙትካ ፕራይቨት ስድራቤት ቤተ ሰብ ከኣ ኣለውካ ምስኦም ከማን ንዕኦም ከማን ኣይኣኽለካን እዩ ስለዚ ብሶሻል ሜድያ ዝራኸቡ ዝተፈላለኽዎም ከኣ ግዜ ክህብ ቀሊል ኣይኮነን ምስዚ ቪድዮታት ምስዚ ኩሉ ዝነጥፎ ዘለኹ ከኣ ውፅኢት ዘይብሉ ንዓይ ማለት እዩ ውፅኢት ዘይብሉ ክሳብ ሕጂ ከምዚ ኣብ ጀርመን ዝብልዎ ኣውሰር ሽፔዝን ኒሽትስ ገቪዝን ያ ብጀካ ክሳራ ውፅኢት ስኒ ወላ ሓደ ይረኸብኩሉን እዚ ሶሻል ሜድያን ኣነ ክሳብ ሕጂ ተረዲኹምኒ ሶ ኖኽ ብልዕሊኡ ከዓ በብሓደ ከማኽር ብውሽጢ መሊስ ኣውሰር ሽፔዝን ኒሽትስ ገቪዝን ክገብር ኣይከውን እዩ እዚ ከዓ ምስላ እዩ ብጀርመን ኣውሰሽፔዝ ኒስክቬዝን እያ ኣዞ ማለት ሂብካ ሂብካ ሂብካ ሂብካ እስኻ ጥራሕኻ ክትርፍ እቲ ካልእ ሰብ ጥራይ ክኸስብ ኣይከውን እዩ እንካ ንሃባን እያ ዓለም እስኻ ምስ ገበርካን ካባይ ከዓ ኣይትሕተት እዚኣ እያ ኣትያ መልሲ ናተይ ሶ ስለዚ ክትርድኡለይ ተስፋ ይገብር ብጌጋ ኣይትረድእዎ እዚ ሶሽል ሜድያ ከምዚ ብዙሕ ጠንቂ ኣለዎ ከምዚ ፈንጂ ዓይነት እዩ ፈንጂ ኣበይ ኣቲኣ ፈንጂ ዘላ ግን ክትፈልጣ ኣይትኽእል ኢኻ ክሳብ ትረግፃ ከምኣያ ክሳብ ትረግፃ ምስ ረገፅካያ ከዓ መውፅኢ የብልካን ሓሚምካ ትቕኒ ከምዚ ናተይ ሰሙን ሽዱሽተ ኪሎ ትቕንስ ወደቫ ብዙሕ ነገር ዘጓንፈካ ስለዚ ኣብ ሶሽል ሜድያ ፕሊስ ፕራይቨት ሂወትና ኣይንዘርግሕ ገለ ንግበር ኣ መወዳእታ ከዓ ፕራይቨት እንዳበልኩ እዚ ወዲ ኣይ መትኩን ዝበለ ሽዑ ከዓ እንታይ ይብለኒ ኣበይ ዓዲኺ ዘለኺ ኢልኒ ድሓን ኣብ ጀርመን እየ ዘለኹ ገለ ሄስን ደ ገሌለዮ ድሓን ሄስን ገሌለዮ እቲ ከተማ ይነገርኩን እቲ ከተማ ናተይ ግን ፈሊጥዎ ነይሩ። ሓደ መዓልቲ ናብ ከምዚ ክመጽእ ይሓስብ ኣለኹ ድየ ገለ ገለ ኢሉኒ። እቲኣ ከተማ ናተይ እቲኣ ዘለኹዋ ከኣ ጠቒሱዋ። ሽዑ ሰንቢደ። ዋይ እዚኣ ከኣ እባ መወዳእታ ክነግረኩም መታን እቲ ነቲ መልስኹም ክጥዕመኩም ኣገዳሲት ነጥቢ'ያ። ኣብቲኣ ሰንበት ምሸት ከምኡ ኢሉኒ። ደሓር ብኸምኡ ከኣ ካልእ ተረዲእኒ። ስለዚ ብኸምኡ ከኣ ገሮቤተይ ከማን ይኾኑ መን ይፈልጥ ዝፈልጡኒ ከማን ይኾኑ መን ይፈልጥ ኮነ ኢሎም ዝገበርዎ ተሓባቢሮም ይኾኑ ግን ብሕጂ ከማን ክረኽቦም ይደልየ ኣነ ባይ ዘ ወይ ኣይከሶምኒ ድሓን ኣምላኽ ይፍረዶም ወላ ሓደ ሰሓቦ ጉተቶ ዝኣትወሉ ምክንያት የብለይን እንታይ እሞ ክረክብ ካብዚኦም ሰባት ወላ ሓደ እያ ብጀካ ከርተት ብጀካ ግዜኻ ምጥፋእ ድማ ከዓ ካልእ ከዓ እንታይ ኣሎ ሶሪ ሰዓል ሓሚም ኣለኹ እንዳን ይቕሬታ ብጀካ ክርተትን ገለንስኒ ወላ ሓደ ትረኽበሉ እዮ ነገር የለን ዓሰርተ ግዜ ወረቃቅቲ ክመፀካ እዩ ንዕኦም ወረቃቅቶም ክባላሽወሎም እየ ንዓይ ከማ እንታይ ፅቡቅ ክስምዓኒ እዩ ናቶም ወረቀት ብርከ እንዳ ፖሊስ እንድሕር ተመዝጊቦም ኣውስለ እንዳ ብሕዋዶ ክፈልጥዮም መንግስቲ ወረቀት ናይ ጀርመን ድሕር ዘይብሎም ብሕልፊ ጠንቂ ንዕኦም እዩ እሳቶም ክኸስሩ ይኽእሉ እዮም ኣነ ክኸስብ ኣይክእልንየ ወላ ሓደ እሳቶም ክኸስሩ ብሕጂ ከኣ ወላ ሓደ ካብ ናቶም ክሳራ ዝረኽቦ ነገር ግን ከኣ የብለይን ስለዚ ንስቃዩ ከማን ንዓይ እንታይ ገበሩ ወላ ሓደ መንእሰያት እዮም ተጋግዮም ዓቢ ጌጋ መጽዮም እንተ ዝዛረብሉ ባዕሎም ደስ ምስ በለኒ እሳ እየ ዝደሊ ኣብዚ ባዕሎም መጽዮም ስለምንታይ ከምኡ ጌሮም ጌጋ ተጌርና ገለ ክብሉ ደስ ይብለኒ ከምኡ ከይበሉ ግን ክረክቦም ይደሊ ክሳብ ሎሚ ኩሉ ትቦ ጸብ ድዩ ኩሉ ሒዘዮ ኣለኹ ከምቲ እቲኦም ካልኦት ብሕጂ ከማን ካልኦት ኣለዉ እንዶ ከምኡ ብዝኾነ ዝተንከፉኒ ክፈልጦም ይደልየ በቃ ዋይ ስለምንታይ እቲ ምክንያት ክርድኣኒ ኤንድ መን እዮም ከዓኒ መን እዩ ከምኡ ዝገብር ዘሎ ብሕጂ ከ እንታይ ብውሽጢ ውሽጢ እንታይ ይገብሩ ይህልው ያ እሳቶም እዮም ሓሊፎም ሓሊፎም ዘይከውን ኮመንት ዝሓድጉ ዘሎ ሶ ኤኒወይ እዚኢታት ክፈልጥ ይደሊ ማለት እዩ ጃስት ንሕልና ንናተይ ክስታይ ኪሪዮሲቲ ከዓ ኪሪዮስ ስለ ዝኾንኩ ፕሊዝ እዚኣ ሼር በልዋ ነዚኦም ክንረኽቦም ደቂ ሜንሽን ድዮም ደቂ ገለ ኣብቲ መጻኢ ከኣ እንድሕር ደሊኹም ስእሊ ናይቲ ሓደ ባዕሉ ዝሰደደለይ ኣብዚኣ ለጥፍልና ከም ታምብኔል ለጥፍልና እንድሕር ኢልኩምን ክልጥፋ እየ ብርከ ዝገበርዎ እዩ ኩሉ ከኣ ኣለኒ ተመዝጊቡ ኣሎ ባዕሉ ብቪድዮ ከኣ ተዛሪብኒኡ ናይ ካልእ ሰብ ስእሊ ከም ዘይኮነ ከኣ ኣረጋጊጸ እየ ስለዚ እንድሕር ደሊኹም ኣብዚ ስእሊ ክሓድገልኩም ይኽእል እየ ከምዚ እቲኣ ቀዳመይቲ ገጽ ከም ትኸውን ኦኬ እስከ ስእሊ ሕደግልና እንድሕር ኢልኩምኒ ናይ ተሓደልኒ ናይ ተሓድጋኣ የብለይን ክልተ ድዮም ከ ናይ ብሓቂ ኩሉ ሕቶ እዩ በቃ ኣብ ሕቶ ምልክት እዩ ዘሎ ቅጭጭ ኣይብለንን እዩ ኣብዚ ከማን ክልጥፎ ብናቱ ናቱ ፍቓድ ከዓ የድልየንን እዩ ስለምንታይ ሓቂ እየ ዝዛርብ ዘለኹ ፍቓድ እስኻ ፍቓድ ክትህበና ኣየድልየካን እዩ ሓቂ እየ ዝዛርብ ዘለኹ ዝተፈፀመ ዝጎዳእኻኒ እዩ ክፈልጠካ ክረኽበካ ከዓ መሰለ እዩ ብወላ ሓደ ሕግስኻ ከኣ ክትግልበጠኒ ትኽእል ኢኻ። ኣብዚ ኣብ እግሪ መገደይ ክብሎ ምናልባት ኦው ስእለይ ለጢፋቶ ኢሉ ክኸሰኒ ከኣ ከይሓስብ ረስዓዮ ወላ ሓደ እንድሕር ከምኡ ጌርካ ከኣ ኣነ ካልእ ዝገብሮ ኣሎ እቲ ሓቂ ስለ ዝኾነ ክልጥፈካ ይፍቀደለዩ እቲ ሕብረተሰብ ይፍረድ ክልጥፎ ዶ ክሓድጎ ዶ ክጽበይ ዶ ክጽበይ እንድየ ሓንሳብ ባዕልኻ እንድሕር ብውሽጢ ረኺብካኒ እቲ ሕጂ እቲኣ ቴሌፎንካ ኣይትሰርሕን እንድያ ዘላ ፈቲነያ እንድየ ደምሲስካያ ዲኻ ወይ ቀይርካያ ዲኻ ኣይ ዶንት ኖው ወይ ብሎክ ዲኻ ጌርካኒ ወትኤቨር ኣይ ዶንት ኬር ክትረኽበኒ ትኽእል ኢኻ ብኹሉ ክትረኽበኒ ትኽእል ኢኻ ቴሌፎነይ ኣለካ ወትስኤፕ ኣለካ ኩሉ ኣለካ እስኻ እቲ ጉዳይ ክትዓጽዎ እንድሕር ደሊኻ ብሓጺሩ ተራኸበኒ ከመይን ከም ንገብሮ ክነግረካ እየ ኖኖ ደሓን ድለየኒ ትብል እንድሕር ኮንካ ከኣ ስእልኻ ክልጥፎ እየ እቲ ሕብረተሰብ ከኣ እንታይ ይሓስብ እስኻትኩም ናትኩም ሓሳብ ክጽበየ እሞ እንድሕር ቅጭ መጺኒ ግን ከማን ባዕለይ ክውስን እየ ወጤቫ ይሓስበሉ ኣለኹ እቲ ናይ ስእሊ ንዑ ከኣ ዕድል ክህቦ ደልየ ስለዚ ማላ ላኪረ ዝኾነ ዝኾነ ማላ ላኪረ ናይ ብሓቂ ስድዩ ኣይኮነን እንድዒ ለጥፍዎ ስደድሎም ነቲኦም ሰባት ማለት እዩ ኣነ ከማን ሸር ክብላ ክፍትን እየ ብኩሉ ቴንክ ዩ እስኻትኩም ከዓ ሸር በሉለይ የቐንየለይ ተጠንቀቑ ንተሓጋገዝ ንተሓባበር ንተሓቋቕፍ ኣይንተሃላለኽ ኤን ካብ ኩሉ ከዓ ከምዚ ክፍኣት ነንሕድሕድና ኣይንፍጥር ኣይንፍጥር እያ ብጣዕሚ ዘስካሕክሕ ጉዳይ እዩ። ንዓይ ኣየሕፍረንን እዩ ንፅቡቅ ኢለ ስለ ዝተበገስኩሉ እሳቶም ግን ክሓፍሩ ይግብኦም ክሓፍሩ ይግብኦም ይቕረ ክብሉ ከማን ይግብኦም ኣብ ፌስቡክ ከምኡ ምልጣፎም ከዓ ናይ ብሓቂ ንክንደይ ሰብ ኣሰንቢዶም ኣለዎ እዚኦም ንክንደይ ሰብ ክንደይ ሰብ ክንደይ ኮመንት ፅሒፍሎም እንታይ ኢኹም ደሊኹም ፎሎዋ ዲኹም ደሊኹም ንክንደይ ሰባ የሕዚንኩም ናይ ብሓቂ መሲልዎም ኦልሬዲ በቃ ተስፋ ቆሪፀ ገለ መጀመርያ ክትብል ከለካ ክንደይ ሰብቲ ኮመንት ገይርልካ ክንደይ ሰብ ድዩ ክስታይ ገይርልካ ሞራል ክህበካ ፈቲኑ ሕጂ እቲ ዘሕዝነካ ከዓ ኣነ ዝብሎ በቲኦም ናይ ብሓቂ ነብሶም ዝጎድኡ ብኦኦም ኢኻ ትፃወት ዘለካ ብናቶም ብናቶም ሽክሳል እንታይ ዝበሃል ብናቶም ክስታይስ ትጻወት ኣለኻ እስኻ ፊዕፊዕ ትብል ኣለኻ ካልኦት ግን ናይ ብሓቂ ከምኡ ኮይኖም ነብሶም ዝጎድኡ ኣለውና ያ ውሑዳት ከ ኣይኮኑን እስኻ ካብኦም ከይትኸውን ኢለ ፈሪሐ እየ ከኣ ኮንታክት ገይረካ እስኻ ግን ብናቶም ትጻወት ኣለኻ ስለዚ ድሕሪ ሕጂ ሰብ ከምኡ እንድሕር ገይሩ ከማን ኣነ ክኣምኖ ይኸቢድ እዩ ተረዲኹምኒ ክ ኮንታክት ግበሩኒ ክብል ስኒ ከቢድ እዩ so እንታይ ትገብር ኣለኻ ነቲ ዕድል ነቲ ካልእ ሰብ ናይ ብሓቂ ሓገዝ ዘድልዮ እስኻ ንኽንደይ ዕድል ሰቢርካ ኣለኻ ማለት እዩ እዚ ኸኣ እቲ ዝኸበደ ጌጋ መስጣ ክኾነካ ዝኽእል እስኻ ኣብ ክፉእ ቦታ ኺሃለኻ ኣብ ክፉእ ቦታ ኣለኹ ኢልካ ንሰብ ኣጸሊልካ እዚ ኩሉ ተጻዊትኩም ድማ ኸኣ ወረቐት ወይ ዕድል ናይ ካልእ ሰብ ሓገዝ ናይ ብሓቂ ዘድልዮ ካብ ሞት ክርዳእ ዝግብኦ ወይ ዝኾነ ሓገዝ ዘድልዮ እሱ ንዕኡ ካብኡ ክስታይ ጌርኩም እስኻ ዕድል ብናቶም ዕድል ትፃወት ኣለኻ ተናእሶ ኣለኻ ከዓ እቲ ጉዳይ ተረዲኹምኒ ትፃወተሉ ኣለኻ እቲ ጉዳይ የለውን ማለት ኣይኮን ናብ ሕብረተሰብና ውሑዳት ማለት ከዓ ኣይኮኑን ነብሶም ዝጎድኡ እያ እቲ ኩነታት ስለ ዘይጠዓሞም እቲ ኩነታት ዘምፀእዩ ትራውማ ድዩ ገለ ድዩ ቀሊል ኣይኮነን ዘጓንፈና ንኩላትና ብዙሕ ምክንያታት ኣሎ መወዳእታ ክብለኩም ዝደልዩ ከዓ ሰብ ከምዚ ነብሰይ ክገብር እየ ዝብለኩም ስቕ ኢልኩም ሸለል ኣይትበሉ ፕሊስ ሓብሕብዎ ኣጆኻ በልዎ ንኩላትና እዩ እዚ ክላእ እዚ ደኣ ክንደሻብ ዘይተዛረበሉ መኣስ ኮሜታት ኣይትበሉ እዚ ቀሊል ነገር ጉዳይ ኣይኮነን ሓግዙኒ እቲ ሰብ ከምኡ ዝብል ርድኣኒ እዩ ዝብለካ ዘሎ ብካልእ ሓደ ሰብ ካብ ሚእቲ ሰብ ክላእ ደሓን እዚ ስቁኢሉ እዩ ዓሰርተ ግዜ ከምኡ ዝብል እንድሕር ትብል ኮንካ ሓደ ሰብ ከማን ካብቲኦም ሚእቲ ሰብ እንድሕር ከሲርና ከም ሚእቲ ሰብ ዝኸሰርና እዩ ስለዚ ሱቅ ኢልካ ክላ ኣይኣምኖን እየ ገለ ኣይትበሉ እዚ ከማን ኣብ ሶሻል ሜድያ ብዙሕ እየ እዚኦም ከምኡ ዝብሉ ኣይኣምኖን እስካ ገመት እንካ በጃኻ እስካ ኣይተፅመና ገለ ኖ ኖ ኖ ኖ ኢትስ ኖት ኢትስ ሲሪየስ ማተር ኣገዳስ ኣዛ ሓደገኛ ጉዳይ እዩ ሓግዘኒ እዩ ዝብለካ ዘሎ ብዝተዛወር መገዲ ክትሕግዞ ፈትን ክትሕብሕቦ ፈትን ዝኾነ ብዙሕ ነገር ክትገብር ትኽእል ኢኻ ምስኡ ግዜ ክትሕልፍ በይኑ ኣይትሕደጎ ከምኡ ከዓ ገሊኦም እንካ እዚ ናይ ባንክ ካርድ ናተይ እዚ ገንዘብ ኣውጺኻ ናብ ስድራቤተይ ስደደሉ ክብለካ ኮሎ እዚ ከኣ ዝሰማዕክዎ ኣብዚ ቀረባ ግዜ እዩ ናይ ብሓቂ ዝተፈጸመ መንግስቲ ሰማይ የዋርሶ እቲ ሓውና ሓደ ምስኡ ዝቅመጥ ድዩ ወይ ዓርኩ ድዩ ወድኤቫ ከምኡ ተቀቢሉ እቲ ካርታ ናይ ባንክ እንተረኣኻስ ነብሱ ጎዲኡ ከይዱ ኣብዚ ከባቢና ማለት እዩ ብጣዕሚ የሕዝን የሕዋተይ ያ ሶ ኣብ ከምኡ ከዓኒ ኩሉ ኣላርም ክኾነካ ኣለዎ ዋእ ካብ መኣስ ደኣ ናይ ባንክ ካርታ ስለምንታይ ፒን ኮድ ይህበኒ ዕለት ክንዲዚ ኣውፃዮሞ ንስድራ ቤት ይስደዶ ኢልዎ ወይ ኬድካ ከምዚ ግበር ኢልዎ

ዘይሃብካ እቲ ገንዘብ ኣብ ኢድ መንግስቲ እዩ ዝኣቱ እንድሕር ዘመ ኣዝማድ ኣብዚ ዘይብልካ ወይ ኣብ ቀረባ ዘየለዉ ማለት እዩ ኣብ ኤርትራ ከይዶም ኣይደልይዎን እዮም ነዝማትካ ክሰድዎ እቲ ገንዘብ እቲ ገንዘብ ኣብኡ ዘለካ መንግስቲ እዩ ሽዕኡ ናትካ እንታይ ዝበሃል ፍሪድሆፍ ቀብሪ ድዮም ገለ እዮም ዝጥቀምሉ ማለት እዩ ወይ ገዛ ክራይ ክፉት ዘሎ በቃ ንከምኡታት እዮም ዝጥቀምሉ ማለት እዩ ኣብ ገዛኻ ዘሎ ከማን ኩሉ ንመንግስቲ ማለት እዩ ዝኾነ ወርቂ ድዩ ገለ እንድሕር ኣለካ so anyway እዚ ከም ሓሳብ ጥራይ ክብለኩም እዩ ስለዚ ኩሉ ግዜ ኣገዳሲ ብጠቕላላ እንድሕር በበይንና ንቕመጥ ኣለና ወይ ሰብ ዘመድ ዘይብልና ዝኾነ ውክልና ድዩ ገለ ማለትስ ኮሎ ገና ብሓደጋ ብገለ ከማን ገለ ክፍጸም ይኽእል እንድዩ ግን so ኣብ ሓውና ውክልና ስዊድን ይሃለው ገለ እያ ዝኾነ ክስታይ ክነቐምጥ የድልየና እዩ ከቢድ እዩ ይፈልጥ እየ እያ ከምኡ ክትዝክሮ ከማን ኣይትደልየን ኢኻ ግን እንተተኻኢሉ ማለት እዩ ኤኒወይ የቐኒየለይ ክሳብ ሕጂ ምሳይ ምፅናሕኹም ናትኩም ሓሳብ ንገሩኒ ቴንክ ዩ ብሩኽ መዓልቲ ሰስናይ ትምነልኩም ክሳብ ቀፃሊ ባይ